ሰላም ሰላም ዝኸበርኩም ኣሕዋት ከመይ ትኾኑ? ሓውኹም መንግስየ ሎማዓንቲ ከዓኒ ብኻልእ ስራሕ ብኻልእ ቪድዮ መፂኦኩም ኣለኹ። ናይ ሎማዓንቲ ቪድዮ እዚኣ ኣብዚኣ ትሪእዋ ዘለኹም እዚኣ ኣፕሊኬሽን እዚኣ ጥራይ ኣውሪድኩም ከመይ ጌርኩም ፕሮፌሽናል ቪድዮ ትቐድሑ ብሞባይልኩም ማለት እዩ ብሞባይል ጥራይ ካሜራ ግዴታ ካሜራ ዘይብልኩም ገለ ዝበሃል የለን። ሞባይል እንድሕር ኣለኩም በዛ ሞባይልኩም እዚ ኣፕሊኬሽን እዚ ኣውሪድኩም ከመይ ጌርኩም ዝበለጸ ቪድዮ ትቀድሑ ከርእየኩም ኢለየ መጽየ ሎምዓንቲ ቀጥታ ናብቲ ትምህርቲ ክወስደኩም እየ ቅድሚ ናብቲ ትምህርቲ ምኻድና ግን ሳብስክራይብ ዘይገበርኩም ሳብስክራይብ እንዳገበርኩም ቤተሰብ ናይዛ ቻነል ክትኮኑ ብትሕትና ሓተኩም ንትምህርቲ
ሰላማት የሕዋት ከምቲ ኣቀዲመ ዝነገርኩኹም ሕጂ ቀጥታ ናብቲ እዛ ኣፕሊኬሽን ናብቲ ኣፕሊኬሽን ክወስደኩም እየ። እዛ ኣፕሊኬሽን ኣብ ፕሌይ ስቶር እዩ ዝርከብ። ዳርጋ ኩሉ ሰብ ክጥቀመሉ ዝኽእል ኣፕሊኬሽን እዩ ካብቲ ምስታ ሞባይል ዝመፅእ ካሜራ ብዙሕ ብልጫታት ኣለዎ ሕልፍ ሕልፍ እንዳበልኩ ብልጫታቱ ከሪኤኩም እሞ መሪፅኩም ክትጥቀሙሉ ባዕልኹም ከዓኒ ንእሽተይ ግን ልምምድ ይደሊ እዩ ንእሽተይ ልምምድ እንድሕር ጌርኩምሉ ልክዕ ከም ናይ ፕሮፌሽናል ካሜራ ኣብዚ ኣብ ቤት ስእሊ ገለ ከድና ንሰኣለሉ ከም በዓል ካኖን ሶኒዮ ኒኮን እተን ዓበይቲ ዝበሃላ ካሜራታት ልክዕ ከምአን ኮይኑ ክጠቕመና ክእል እዩ ብጣዕሚ ብዙሕ ጥቕሚ ዘለዎ ካሜራ እዩ። ብሞባይልኩም ጥራይ ጌርኩም ዝደለኹም ዓይነት ፕሮፌሽናል ስእልታት ክትወስዱ ትኽእሉ ኢኹም። ቪድዮ ብፍላይ ቪድዮ ብጣዕሚ ጽቡቕ ቪድዮ እዩ። ቀጥታ ናብ ትምህርቲ ዘረባ ከየብዝሓልኩም ከም ዝትሪእዎ ዘለኹም ወሊዐዮ ኣለኹ። ናብ ድሕሪት ክምለስ እሞ ኣብ ፕለይ ስቶር እዩ ዝርከብ ኢለኩም ኣለኹ። እዚ ፊልሚክ ፕሮ ኢልኩም ምስ ጸሓፍኩምሉ እዚ ትሪእዎ ኣለኹም ቀዳማይ ዘሎ ቀዳማይ ዘሎ ከም ትሪእዎ ዘለኹም እዩ። ኣነ ድሮ ኣውሪደዮ ስለ ዘለኹ ኦፐን እየ ድብሎ ንዓኹም ኣብዚኣ ኢንስቶል ዝብል ክመጻልኩም እዩ ኢንስቶል ትገብርዎ ኣነ ኦፐን ኢለ ክኣቱ እየ ልክዕ ከምዚ ክኸፍተለይ እዩ ሓደ ሓደ ግዜ ካልእ ታሽሙ ሕጂ ርኣይዎ ብርሃኑ ጽቡቕ ዝተመጣጠነ ብርሃን እዩ ደሎ ኣጋጣሚ ኣብ ደገ ደበና እዩ ደሎ እዘን መካይን ትርእይወን ኣለኹም ብላዕሊ ኮይነን ታሕቲ የድ ስእሊ ዘለኹ ንትምህርቲ ስለ ዝኾነ ግን ዋላ ሓንቲ ታሽሙ የብሉን ከም ትርእይዎ ዘለኹም ሕጂ ርኣይዎ እቲ ብርሃኑ ክውስኸሉ ክእል እየ ርኣይዎ መጠኑ ዝሓለፈ ብርሃን ክውስኸሉ ከለኹ ርኣይዎ ትርእይዎ ኣለኹም ከጉድለሉ ከዓ ክእል እየ ማለት እዩ ኣብ ህልም ዝበለ ጸልማት ዋላ ማለት እቲ ኣብ ሓደ ገዛ ብርሃን እንድሕር ውሒድኩም ከምዚ ጌርኩም ክተስተኻኽልዎ ትኽእሉ ኢኹም ማለት እዩ ካልእ በዚ ሓደ ሸነኽ በዚ ኣንጻር ታሹም ብሸነኽ የማን ዘሎ ፎካስን ዙምን ዝብል ኣሎ እታ ዙም ትብል ጽሕፍቲ ምስ ተንከፍኩማ ነዚኣ ሸረር ምስ ኣበልኩሞ ትሪእዎ ኣለኹም ዙም ከመይ ገይሩ የቕርበለይ ከመይ ገይሩ የርሕቐለይ ምስኣ ኣብ ልዕሊኣ እንታይ ኣላታ ፎካስ ትብል ኣላ እዚኣ ፎካስ ከዓኒ ሕጂ ራእይዎ እተን መካይን እየን ፅቡቕ ዝረኣያኒ ዘለዋ ምሽ ራእይዎ ከምዚ ቢለ የህስሳ ቢለ ልክዕ ነዚ ኣብ ቅድመይ ዘሎ ነገራት ጥራይ ክስእል እኽእል እየ። ንኣብነት ገለ ነገር ከርእየኩም ኣብ ቀረባ ገይረ መታን ክረኣየኩም እዚኣ ግሉ ትርእይዋ ኣለኹም ኣብዚ ገይረያ ኣለኹ መታን ክረኣየኩም ራይዋ እዛ ግሉ ኦኬ ብጣዕሚ ቀሪባትኒ እጀ ራይዋ ነዛ ግሉ እዚኣ ኣብቲ ፎካስ ከምዚ ቢለ ከነጽራ ክእልየ ወይ ከህስሳ ክእልየ ራይዋ ማራ ቀሪባ ስለ ዘላ እምበር ትሪዋ ኣለኹም ሕጂ ነዛ ግሉ እተን መካይን ራይዋ ብድሕሪኣ ዘለዋ ብለር ኮይነን ኣለዋ እተን ኣብ ደገ ዘለዋ ሕጂ ከምዚ ዓይነት እንድሕር ነታ ትደልይዋ ነገር ጥራይ ፎካስ ገይሩ ክስእለልኩም እሳ ንጽርቲ ክትኮነልኩም ራኣይዎ እቲ ጽሑፋት ዋላ ጽቡቅ ጌሩ ራኣኩም ኣሎ እተን መካይን ግን ራኣይወን ህስስ ኢለን ኣለዋ ትሪእወን ኣለኹም ሕጂ ከኣ ናብተን መካይን ከብላ እንድሕር ኮይነ እታ ፎካስ ራኣይዋ እተን መካይን ራኣይወን ንጹር ራኣይ ኣለዋ ሪኢኹመን ሕጂ ኣብ ቀረባ ዘሎ ከኣ ራኣይዎ እዚ ፎካስ ትሪእዎ ኣለኹም ኣብ ቀረባ እንከላስ ጽሑፍ ብለር ኮይኑ ሪኢኹሞ ዶ ኦኬ እምበኣር እቲ ፎካስ ከምዚ ዝረኣኹሞ ኣብ ቀረባን ኣብ ርሑቕን ዘሎ ባዕልኹም ተደሊኹም ነቲ ባክግራውንድኹም ትህስስዎ ተደሊኹም ከዓኒ ነቲ ኣብ ቀረባ ዘሎ የህሲስኩም ነቲ ርሕቕ ድበለ ከምዚ ቢልኩም እንዳስተኻኸልኩም ፎካስኩም ተብሉ ካልእ እንታይ እየ ከርእየኩም ባትሪ ክንዲምታይ ዓቐን ከም ዘለኩም ኣብ ዘሎ ስቶሬጅ ሜሞሪኹም ክንዲምንታይ ዓቐን ከም ዘሎ እዛ ቀያሕ ኮይና ደላ ትረኣየኹም ደላ ኣብኡ ኣሎ ኣብዛ ናይ ሴቲ ምልክት እዛ ከባብ ኣብኣ ንኣቱ ኣብዚኣ ሕጂ መጀመርያ ቪድዮ ክትቀድሑ ቅድሚ ምጅማርኩም ሪዞሉሽን ዝብላ ኣሎ እዚ ሪዞልሽን ክተስተኻኽልዎ ኣለኩም ምክንያቱ ንምንታይ ኢኹም ክትቀድሑ ትደልዩ ዘለኹም ንማሕበራዊ ሜድያ እንድሕር ኮይኑ ንበዓል ዩትዩብ 16 ትሽዓተ እዩ 16 ትሽዓተ ክትመርፁ ኣለኩም ሕጂ ኣብዚ ቁፅርታት 17 ትሽዓተ ክትንክፍ ከለኹ ኣብዚ ራእይዎ ኣብዚ ስክሪን ይቀያየር ኣሎ ትሪእዎ ኣለኹም እዚ መስመር እንዳፀበበ እንዳገፍሐ ድኸይድ ደሎ ራእይዎ ልክዕ ኣብ መወዳእታ ክትቅበልዎ ትኽእሉ በታ ዝሃብኩሞ መሰረት እዩ ስለዚ ንኣብዚ ሪዞሉሽን መፂኹም ክተስተኻኽሉ ክትክእሉ ኣለኩም ካልእ እዚ ኳሊቲ ናቱ እዩ ኳሊቲ ተደሊኹም ኤችዲ ዓሰርተ ሰማንያ ክትገብርዎ ትኽእሉ ኢኹም ተደሊኹም ከዓ ዝለዓለ ፎርኬ ኣለዎ ፎርኬ ክትገብርዎ ኢኹም ፊልም ኳሊቲ ከዓ ዝበለፀ እዩ ኩሉ ሻዕ ኣብዚ ኤክስትሪም ኣለዎ ግን ኣነ በዚኣ እየ ዝጥቀም ንስኹም በዚ ክትጥቀሙ ይሕብረኩም ኣዚኣ ጠፊኣ ክትፀንሓኩም ትኽእል እያ እዛ ቴንቢት ትብል ደላ ጠፊኣ ክትጸንሓኩም ትኽእል እያ ተወሊዕኹማ ዝበለጸ ኳሊቲ ይህበኩም ተዘይወሊዕኹም ከዓ ዋላ ሓንቲ ብዙሕ ኣይጎድኣኩምኒ ግን እንተወላዕኹማ ዝሓሸ እዩ ኦኬ ናብ ካልእ ክንከይድ ሕልፍ ሕልፍ እንዳበልኩም መታን ከሪኦኩም ግዜ ከይበልዕ ፍሬም ሬት ትብል ኣሎ ፍሬም ሬት ንምንታይ ኢኹም ትጥቀምሉ እቲ ቪድዮ ኣብ ዩቲዩብ ዲኹም ዳውንሎድ ክትገብርዎ ዩቲዩብ ናቱ ፍሬም ሬት ዝቕበሎ ሰላሳ እዩ ሰላሳ እንድሕር ኮይኑ ዝበለፀ እዩ ዕስራን ኣርባዕተን እውን ተጌርኩም ዋላ ሓንቲ ሽግር የብሉን ዕስራን ሓሙሽተን ሰላሳ ግን በዓሉ ተኣሽሙ ኣዳሊልኩም ስለ ዝፀንሕ ዝበለፀ ፍሬም ሬት እዩ ዋላ ሓንቲ ሽግር የብሉን እዚ ተኣሽሙ ኣውቶ ሻተር ተገበርኩሞ እዚ ወይ ባዕልኹም ክተስተኻኽሉ እንድሕር ትደልዩ ተኾንኩም ዝበለፀ ኣነ ኣውቶ ሻተር ገይረ ዝጥቀም ኦኬ ሕልፍ ሕልፍ እንዳበልከ እየ ዘርእየኩም ዘለኹ ብዙሕ ተኣሽሙ ኣለዎ ኣነ ግን ተን ቀንዲ ቀንዲ እየ እንዳተነኸፍኩ ዘርእየኩም ዘለኹ ብሓፈሻ ግን እንዳኣተኹም ንስኹም ክትሪእዎ ኣብዚ ካሜራ ከዓ ትሪእዎ ኣለኹም እዚ ሕጂ ዋይድ እዩ ዘሎ ኣልትራ ዋይድ እንድሕር ኢልዮ ኣብዚ ጥቑ ዘሎ ትሪእዎ ኣለኹም ራይዎ ነቲ ገዛ ከመይ ገይሩ ነተን መካይን ብሙሉኡ እዚ ከባቢ ሲ ኣምጽእዎ ትሪእዎ ኣለኹም እቲ ብርሃን ሕጂ ነስተኻኽሎ ከምዚ ጌርና መታን ክረኣየኩም ብርሃን ባዕልኹም ክትቆጻጸርዎ ትኽእሉ ኢኹም ከም ትሪእዎ ዘለኹም ሕጂ ረኣይዎ እቲ ለውጢ ከርእየኩም መታን ናብታ ካሜራ ክንኣቱ ኢና ናብ ናብቲ ዝነበሮ ክመልሶ እየ ዋይድ መሊሰ እየ ትሪእዎ ኣለኹም እዚ ገዛውቲ ኣብ ቀረባ ጌርለይ እተን መካይን ከኣ ረኣይወን ሕጂ ከኣ እዚ ሰልፊ እዩ ናይ ናባኹም ገጽኩም ጌርኩም ክትሰርሑ እንድሕር ደሊኹም ከኣ ኣብ ሰልፊ ሰልፊ ኣልትራ ዋይድ ጌርኩም ብፍላይ ከኣ ኣብ ከምዚ ጽብብ ዝበለ ገዛ ኮንኩም እንድሕር ትቀድዑ ኣለኹም እዚ ኣልትራ ዋይድ ተጌርኩሞ ሙሉእ ብሙሉእ እታ ገዛ ክእትወልኩም ይኽእል እዩ ትርእይዎ ኣለኹም ሙሉእ ብሙሉእ ሽዑ ብርሃንኩም በዚ ባዕልኹም ዘድልየኩም ዓቀን ተስተኻኽሉ ኦኬ ብክልቲኡ እዘን መስተኻኸሊ ንጥቀመለን መታን ክትመጻልኩም እዛ ከባብ ኣብ ማእኸላ ነጥቢ ዘላታ እሳ ክትንክብዋ ኣለኩም ብክልቲኡ ዘለዎ ተኣሽሙ ክመጻልኩም እዩ በዝን በዝን እዚ ሕብሪ እንድሕር ተንኪፍኩሞ ትርእይዎ ኣለኹም ሕብሪ ናይቲ ክንቀድሖ ደልና ደለና ርኣይዎ ኣነ ነዚ ከዝሮ ከለኹ ራይዎት ሕብርታት ይቀያየር ናብቲ ዝገበርክዎ ብምንታይ ዓይነት ከለር ክኾነልኩም ኢኹም ትደልዩ ባዕልኹም ትመርጽሉ ካልእ እንታይ ዓይነት ብርሃን ኢኹም ትጥቀሙ ዘለኹም እንድሕር ተኣሽሙ ተቢልኩም እዚ ትሪእዎ ኣለኹም ሕጂ መብራህቲ ትኾይኑ ኣብ ፀሓይ ትኾይኑ ኣብ ደበና ክኸውን ከሎ ክትጥቀሙ ከለኹም ነናቱ ዝኾነ ታሽሙ ኣለዎ በዓለይ ማንዋል ክሰርሕ ኣይደሊን እየ ትብሉ እንድሕር ኮንኩም ግን ኣብዚኣ ኣውቶ ዋይት ባላንስ ገይልኩም ታሽን ክትገብርዎ ትኽእሉ ኢኹም ኣብኡ ሎግ ጌርኩም ክትሰርሑ ትኽእሉ ኢኹም ካልእ ብጣዕሚ ብዙሕ ፊቸራት ኣለዎ እንዳኣተኹም ረኣይዎ ኣነ ሎማዓንቲ ተን ከርእየኩም ዝኽእል ሕልፍ ሕልፍ ኢላ ኣርእየኩም ኣለኹ ነዊሕ ግዜ ተጠቂመሉ እዚ ካሜራ እዚ ዝኾነ ሰብ ዩቲብ ክጅምር ዝደሊ ካልእ ዓይነት ታሽሙ ክሰርሕ ዝደሊ በዚ ካሜራ እዚ እንዳተጠቀምኩም ክትሰርሑ ትኽእሉ ኢኹም ዋላ ሓንቲ ሽግር የብሉን ግዴታ ካሜራ ክትገዝኡ ገለመለ ኣይትግደዱን ኢኹም ተተማሂርኩምሉ ኣነ ተማሂረሉ እየ ተጠቂመሉ እየ ትብሉ እንድሕር ኮንኩም ንኻልእ ሰብ ክበፅሕ ሼር ግበርዎ ሓውኹም መንግስቲ ብኻልእ ትምህርቲ ብኻልእ ስራሕ ክሳብ ንራኸብ ወደሓንኩም